ክቡራን ኣዳመጽትና ሎማዓንቲ ቻለንጀርስ ዘርእስታ ፊልም ሒዝናልኩም መጺእና ኣለና ንስኹም ከዓ ንዛ ፊልም ላይክ ንዛ ቻነልና ድማ ሰብስክራይብ ብምግባር ኣበረታትዑና ኣብዚ ናይ ኮመንት ቦታ ድማ ንዛ ፊልም ዘለኩም ሓሳብን ርእይቶን ከምኡ እውን ክንሰርሐልኩም ትደልይዎ ፊልም ብምስፋር ሓቢርኩምና ጽንሑ ዛንታና ዝጅምር ብናይ ኤሮፓያን ኣቆጻጽራ ኣብ 2006 ዓመተ ምህረት እንትኾን ኣብ ሓደ ናይ ቴኒስ ውድድር ፓትሪክን ኣርትን ዝተባሃሉ ብጣዕሚ ዝፋተው ኣዕሩኽቲ ብሓባር ብምዃን ንኻልኦት ተጻረርቶም ብምግጣም እንተሸንፉ ንምልከት። ፓትሪክን ኣርትን ኣዝዮም ዝፋተዉ መሓዙት እንትኾኑ፣ ኣብ ኩሉ ብሓደ ዝኾኑስ ካብ ዝመስሉ ናይ ሓንቲ ሳንቲም ክልተ ገጽ ካብ ዝኾኑ ነዊሕ ግዜ ኣቑጺሮም ኣለዉ። ሓደ መዓልቲ ፓትሪክን ኣርትን ዝፈትውዎ ናይ ቴኒስ ውድድር ንምምልካት ናብዚ ውድድር ዝካየደሉ ቦታ ምስ ኣተዉ፣ ታሽብ ዝተባህለት ናይ ቴኒስ ተወዳዳሪት ቀልቦም ይዓርፍ። ታሽብ ቴኒስ ስፖርት ብጣዕሚ ጎበዝ ብምዃና፣ እናተጻወተት ከላ ኣርትን ፓትሪክን ፍዝዝ ኢሎም ብፍቕሪ ዓይኒ ክምልከትዋ ይጅምሩ። እዚ ጸወታ ብታሺ ተዓዋትነት ድሕሪ ምዝዛሙ፣ ምሸት ናይ ታሺ ዓወት ኣመልኪቱ ንታሺ ስፖንሰር ብዝገበራ ድርጅት ቅልል ዝበለ ፓርቲ ተዘጋጅዩ ኣርትን ፓትሪክን ናብዚ ፓርቲ ይኸዱ። ኣብዚ ፓርቲ ታሺ እናሳዕሰዐት ፈዚዞም ክርእይዋ ድሕሪ ምጽንሖም ክልቲኦም ናብኣ ብምኻድ ተፋሊጦማ ዕላል ይጅምሩ። ታሺ'ውን ንእሽተይ ኣዕሊላ ትፍለዮም እሞ ምስ ኣድነቕታ ፎቶ ክትለዓል ዋላ እንተጀመረት ፓትሪክን ኣርትን ግና ካብኣ ንዘይምፍላይ ኣብኡ ኮይኖም ክጽበይዋ ይጅምሩ። ናይዚ ፓርቲ ምድላው ምስ ኣብቅዐ፣ ታሺ፣ ፓትሪክን ኣርትን ብምዃን ናብቲ ገምገም ባሕሪ ብምኻድ ሓቢሮም እናተዘናግዑ ብዛዕባ እቲ ዝፈትውዎ ናይ ቴንስ ስፖርት እናዕለሉ የምሽዩ። ድሕሪ ብዙሕ ጻንሒት ታሺ ስለ ዝመሰያ ክትከድ ከም ዝኾነት ምስ ነገረቶም፣ ፓትሪክን ኣርትን ድማ ስልካ ንኽትህቦም ጠይቖም፣ ምሸት መጺኣ ምስኦም ክተዕልል እንተደልያ ድማ ዝሓድሩሉ ናይ ሆቴል ክፍሊ ቁጽሪ ይነግሩዋ። ታሺ ግን ንኽልቲኦም ቁጽሪ ስልካ ከይሃበቶም ከምኡ'ውን ክመጽእ'የ ወይ'ውን ኣይመጽእን ከይበለቶም ገዲፋቶም ትኸይድ። ፓትሪክን ኣርትን'ውን ናብቲ ዝሓድሩሉ ክፍሊ ድሕሪ ምምላሶም፣ ክድቅሱ እናተዳለዉ እናሃለዉ በሮም ሃንደበት እንክሕኳሑ እሞ ተጓዮም እንትኸፍትዎ ታሺ ከም ዝኾነት ይርእዩ። ታሺ ናብ ውሽጢ ኣትያ ሙሉእ ለይቱ ቢራ እናሰተዩን ሃለውለው ዘረባ እናዕለሉን የምሽዩ። ታሺ ካብ ኩነታቶም ክልቲኦም ከም ዝፈተውዋ ስለ ዝተረደኣት ኣብ ዓራት ብምዃን ኣብ ጥቓኣ ንክኾኑ እንትትነግሮም ክልቲኦም ሃንደፍደፍ ኢሎም ኣብ ጥቓኣ ከይዶም ይቕመጡ። ታሺ ናይ ፓትሪክን ኣርትን ከንፈር ምስ ሰዓመት፣ ገዲፋቶም ክትከድ እንትትብል፣ ክልቲኦም ቁጽሪ ስልካ ንኽትህቦም ልመና ይጅምሩ። ታሺ፣ ጽባሕ ክልቲኦም ቴኒስ ንኽጋጠሙን ንዝሰዓረ ሰብ ጥራሕ ስልካ ከም ትህብን ምስኡ ድራር ከም ትበልዕን'ውን ነጊራቶም ትወጽእ። ኣብ ዝቕጽል መዓልቲ፣ ታሺ ከምኡ'ውን ዝተወሰኑ ዕዱማት ኣብ ዝተረኸብሉ፣ ፓትሪክን ኣርትን መወዳእታ ዘይብሉ ናይ ቴንስ ውድድር ከከናውኑ ጸኒሖም። ፓትሪክ ብተዓዋትነት ነቲ ጸወታ የጠናቕቕ። ኣብ ዝቕጽል መዓልቲ፣ ፓትሪክን ኣርትን ኣብ መለማመዲ ቴንስ እናተለማመዱ እናሃለዉ፣ ፓትሪክ ምስ ታሺ ከም ዝሓደረ ብኢዱ ምልክት የርእዮ። ብድሕርዚ፣ ፓትሪክ ምስ ታሺ ተፋትዮም ኣፍቀርቲ እንትኾኑ፣ ፓትሪክን ኣርትን ብሓደ ዘሕልፍዎ ግዜ እናቐነሰ ይመጽእ። ሓደ መዓልቲ ኣርት፣ ታሺ ናብ ትለማመደሉ ቦታ የምርሕ እሞ ምሳሕ ክጋብዛ ከም ዝደሊ ነጊርዋ ብሓባር ይኸዱ። ምግቢ እናበልዑ ከዕልሉ ድሕሪ ምጽንሖም ኣርቲ ንታሺ ፓትሪክ ከም ዘይፈትዋን የምስል ከም ዘሎን ምዝራብ እንትጅምር፣ ታሺ ብሕርቃን ኣብ ዝተቐመጠሉ ገዲፋቶ ትኸይድ። ዳሕራይ ኣርት ንፓትሪክ ረኺቡ ታሺ ከም ዘይትፈትዎ ንምዝራብ እንትምኩር፣ ፓትሪክ ንዕኡን ንታሽን ከፈላሊ ይጽዕር ከም ዘሎ ከም ዝነቐሐሉ ይገልጸሉ። ብኻልእ መዓልቲ፣ ፓትሪክን ታሽን ሓቢሮም ደቂሶም እናሃለዉ፣ ታሺ ንፓትሪክ ሓድሽ ኣብ ዝጀመረቶ ናይ ቴኒስ ተጻወትቲ ምስልጣን ስራሕ ንኽስልጥን እንትትነግሮ፣ ፓትሪክ ግን ብሕርቃን፣ ኣፍቃሪኣ እምበር ሰልጣኒኣ ከም ዘይኮነ ገሊጹ ገዲፍዋ ይኸይድ። ኣብ ዝቕጽል መዓልቲ ታሺ ምስ ሓደ ናይ ቴኒስ ተጻዋቲ ግጥም ዋላ እንተነበራ፣ ፓትሪክ ግን ትማሊ ብዝተጨቓጨቑሉ ነገር ተናዲዱ ናብዚ ናይ ግጥም ቦታ ከይመጸ ይቐሪ። ኣርቲ ግን ኣብዚ ቦታ ተረኺቡ ንዚ ግጥም እናተመልከተ እናሃለወ ታሺ ብናይት ፓትሪክ ዘይምምጻእ ኣዝያ ሓሪቓ ዘይግቡእ ሓይሊ እናተጠቐመት እንትትጻወት ሃንደበት እግራ ይጥምዘዝ'ሞ ከቢድ ጉድኣት የጋጥማ። ኣርቲ ፈጢኑ ናብ ታሺ ብምኻድ ናብ ሕክምና ወሲዱ ሓገዝ ንኽትረክብ ይገብር። ፓትሪክ'ውን ኣብ ታሺ ዝበጽሐ ጉድኣት ድሕሪ ምስምዑ፣ ናብ ሆስፒታል እንትመጽእ፣ ታሺ ግን ካልኣይ ግዜ ዓይኑ ክትሪኦ ከም ዘይትደሊ ንፓትሪክ ትገልጸሉ። ኣብዚ ማእከል ኣርት ምስ ታሺ ተደሪቡ ንፓትሪክ ጌገኛ ስለ ዝገበሮ፣ ፓትሪክ ናይ ኣርት ነገር ይወጸሉ እሞ ምሕዝነቶም ኣብዚ ሰዓት የቋርጽ። እዚ ድሕሪ ምዃኑ፣ ታሺ ናብ ናይ ቀደም ብቕዓታ ተመሊሳ ቴኒስ ንኽትወዳደር ኣርት ሓገዝ ዋላ እንተገበረላ፣ ታሺ ግን ዘጋጠማ ጉድኣት ከቢድ ስለ ዝነበረ ንቐጻሊ ቴኒስ ክትጻወት ከም ዘይትኽእል ግልጺ ይኾነላ። ታሪኽና። ንድሕሪ ሰለስተ ዓመታት ይወስደና እሞ ኣብቲ ሕጂ ናይ ቴኒስ ስፖርት ስርሐይ ኢሉ ከም ዝሓዘን ጎበዝ ተጻዋታይ ከም ዝኾነን ንምልከት። ሓደ መዓልቲ ኣት ኣብ ልምምድ እናሃለወ ታሺ ሃንደበት ክትጥይቖ ስለ ዝመጸት ኣት ብጣዕሚ ተሓጒሱ ሓቢሮም ናብ ሬስቶራንት ብምኻድ ምግቢ ምብላዕ ይጅምሩ። እናዕለሉ እናሃለዉ ኣት ስካብ ሎሚ ንዓኣ ዘለዎ ስምዒት ከም ዘይቀነሰ ገሊጹ ብሓደ ንኽኾኑን ኣብኡ እንከላ እውን ቴኒስ ንኽተሰልጥኖን ይጥይቓ። ታሺ። ናይ ኣርት ናይ ፍቕሪ ሕቶ ተቐቢላ ብውቢላውንቴንስ ንክተሰልጥኖ ይስማዕምዑ። እዚ ድሕሪ ምፍጻሙ ድሕሪ ዓሰርተ ዓመት ታሺን ኣርትን ሓዳር ጌሮም ሊሊ እትበሃል ቆልዓ ከም ዝወለዱ፣ ኣርት ድማ ብጸወታ ቴንስ ስለ ዝተሳኸዐሉ ዝናን ሃብትን እውን ከም ዝረኸቡ ንርዳእ። ኮይኑ ግና ኣርት፣ ድሕሪ ግዜ ብተደጋጋሚ ብዘጋጠሞ ጉድኣት፣ ሽንፈትን ዓርሰ እምነቱ ክቕንስን ስለ ዝጀመረ፣ ታሺ ናይ ኣርት ዓርሰ እምነት ንኽውስኽ ኢላ ኣብ ብዙሓት ተፈለጥቲ ዘይኮኑ ክትሳተፍሉ ናይ ቴንስ ውድድር ተመዝግቡ። በንጻሩ ድማ ፓትሪክ ሎሚ ሽራፍ ሳንቲም ዘይብሉ ድኻ እንትኾን፣ ኣብ ቤርጎ ዝሓድረሉ ቅርሺ እኳ ስለ ዘይብሉ ኣብ መኪንኡ ብምሕዳር ዝነብር ሰብ ከም ዝኾነ ንርዳእ። ፓትሪክ ናይ ጁባ ዝኾነ ዝተወሰነ ገንዘብ ከም ዘድልዮ ስለ ዝተረድኦ፣ ኣብ ከባቢኡ ናብ ዝርከብ ኣናእሽቲ ናይ ቴኒስ ውድድራት ንምምዝጋብ ብመኪንኡ ይኸይድ እሞ እስካብ ዝወግሕ ኣብ መኪንኡ ይድቅስ። ንግሆ ናይቲ ውድድር መተሓባበሪ ንፓትሪክ መኪንኡ ንኸልዕል እንትእዝዞ ፓትሪክ ግን ንሱ እውን ተወዳዳሪ ከምዝኾነን ክምዝገብ ከምዝመፀን የፍልጦ። ናብ ውሽጢ ኣትዩ ክምዝገብ ክብል ፓትሪክ እታ መዝጋቢት ትበልዖ ቁርሲ ተመልኪቱ ቁሊሕሊሕ ክብል ስለ ዝጀመረ እታ መዝጋቢት ካብቲ ትበልዖ ዘላ ተካፍሎ እናመዝገበት እንከላ ፓትሪክ ብዛዕባ እቲ ውድድር እንትጥይቓ ሎሚ ብዚ ውድድር ሓደ ተፈላጢ ተጻዋቲ ስለ ዝሳተፍ ክብድ ዝበለ ውድድር ከም ዝኸውን ነጊራ ናይ ተፈለጥቲ ተጻወቲ ፎቶ ንፓትሪክ እንትተርእዮ ናይ ቀደም ዓርኩ ኣርት ምዃኑ ምስ ረኣየ ኣዝዩ ይድንግጽ። ፓትሪክ ምሸት ንመሕደሪ ዝኸውን ክፍሊ ክካረ ስለ ዘይከኣለ ሓንቲ ዝፈልጣ ጓል ጀንጂኑ ምስኣ ኣብ ትሓድረሉ ንምሕዳር ብምሕሳብ እንታ ቆልዓ ይረኽባ እሞ ብሓባር ግዜ እናሕለፉ እናሃለዉ ታሺ ካብ ርሑቕ ክትርእዮ ይምልከት። ፓትሪክ እውን ግዜ ከየጥፈኣ ናብ ታሺ ብምኻድ ከዋግዓ ዋላ እንተፈተነ ታሺ ግን ኣብዚ ውድድር ምስታፉ ምንም ጥቕሚ ከምዘይብሉን ገና ኣብ ናይ መጀመርያ ዙር ምውድቑ ስለ ዘይተርፍ ብገንኡ ንኸቋርጽ ትመኽሮ። ኣብ ዝቕጽሉ መዓልትታት፣ ፓትሪክን ኣርትን ዘጋጠምዎም ተወዳደርቲ ንኹሎም እናሸነፉ መጺኦም ኣብ መወዳእታ ናይቲ ውድድር ዋንጫ ንምውሳድ ክልቲኦም ይራኸቡ። ቅድሚ ናይ መወዳእታ ውድድር፣ ፓትሪክ ንታሺ በይናዊ ሆቴል ስለ ዝረኸባ ከዋግዓ ከም ዝደሊ ነጊሩ ናብ ደገ ሒዝዋ ይወጽእ። ኣብ ደገ ወጺኦም እናዕለሉ ድማ፣ ፓትሪክ ድሕሪ ክንደይ ግዜ፣ ኣሰልጣኒቱ ክትከውን ከም ዝደልን ትነግራ፣ ታሺ ንፓትሪክ ጉንዲ ዓይኑ ጸፊዓ ገዲፋቶ ትኸይድ። ቅድሚ እዚ ውድድር፣ ኣርትን ፓትሪክን ኣብ መተሓጻጸቢ ይራኸቡ እሞ፣ እናዕለሉ ፓትሪክ ንታሺ ከም ዝረኸባ ንኣርት ይነግሮ። እዚ ድማ ንኣርት ናብ ዝኽሪ ይወስዶ እሞ፣ ምስ ታሺ ምስ ተመርዐዉ ድሕሪ ዝተወሰኑ ዓመታት፣ ንውድድር ኣብ ዝኸዱሉ ታሺን ፓትሪክን ተራኺቦም፣ ብጣዕሚ ተቐራሪቦም ከም ዝተሰዓዓሙ ስለ ዘስታወሰ፣ ሕጂ'ውን እዚ ነገር ዶ ይፍጠር ይኾን ብምባል ይሰግእ። ፓትሪክ'ውን ንኣርት ምስኡ ምፍውኻር ከም ዝናፈቐ እንትነግሮ፣ ኣርት ግን ብተጻራሪ ምንም ከም ዘይናፈቐ ገሊጹ ገዲፍዎ ይኸይድ። ኣርት ናብ መሕደሪኡ ምስ ተመለሰ፣ ናይ ጽባሕ ውድድር የሸንፍ ኣየሸንፍ ብድሕሪኡ ቴንስ ጸወታ ከም ዘቋርጽ ንታሺ እንትነግራ፣ ታሺ ግን ጽባሕ ናይ ግድን ከሸንፍ ከም ዘለዎ፣ ተዘይኮይኑ ገዲፋቶ ከም ትኸይድ ትገልጸሉ። ታሺ ንኣርት ከም ህጻን ቆልዓ ኣብ ርእሱ ደራሪዛ ምስ ደቀሰቶ፣ ናብ ፓትሪክ ተሓቢኣ ትኸይድ እሞ ናይ ጽባሕ ውድድር ኮነ ኢሉ ንኽሽነፍን ንኣርት ዓርሰ እምነቱ መሊሱ ንኽረክብ ንኽሕግዞን ክተእምኖ ትምኩር። ፓትሪክ ግና ነዚ እንትሰምዕ ብሕርቃን ይጭድረላ እሞ ምስ ታሺ ምጭቕጫቕ ይጅምሩ። ተናዲዱ መኪኑ እናዘወረ ናብቲ ሓድረሉ ሆቴል ምስ ኣብጽሓ ድማ፣ ክትኣቱ ክትብል ደጊሙ ይጽውዓ። ታሽ'ውን ለካ ንፓትሪክ ዝስምዓ ስምዒት ሕጂ'ውን ስለ ዝነበረ፣ ልክዕ ከም ቀደም ከይዳ ትስዕሞ'ሞ ኣብ ውሽጢ መኪና ጾታዊ ርክብ ይፍጽሙ። ፓትሪክ ድማ ንታሺ ጽባሕ ኮነ ኢሉ ከም ዝሽነፈሉ ድሕሪ ምንጋሩ፣ ታሺ ናብ ናይ ሆቴል ክፍላ ትኣቱ። ናብ ውሽጢ ምስ ኣተወት፣ በዓል ቤታ ኣርት ምስ ጓሎም ሊሊ ደቂሱ ሪኣ ምስ ፓትሪክ ብዝገበረቶ ስድነት ኣዝያ ተጣዓሰት። ኣብ ዝቕጽል መዓልቲ ታሺ ንኣርት ንናይ መወዳእታ ግጥሙ ምስ ኣበረታትዐቶ ጸወታ ይጅመር'ሞ ታሺ ብ ጭንቀት ኮይና ክትከታተል ትጅምር። ጸወታ ምስ ተጀመረ ናይ መጀመርያ ዙር ፓትሪክ እንተሸንፍ ካልኣይ ድማ ኣርት የሸንፍ። ቀስ ብቐስ እናተወዓዓየ እናኸደ እናሃለወ ፓትሪክ ንኣርት ምስ ታሺ ከም ዝደቀሰ ክልቲኦም ዝረዳድእሉ ምልክት የርእዮ። ኣርት ብድንጋጸ ፈዚዙ ይቐሪ። ኰይኑ ግና፣ ኣርት መሊሱ ተነቓቒሑ ምስ ፓትሪክ ዓቕልኻ ዘጸንቅቕ ሕንቕንቕ ይቕጽል። እዚ ጸወታ ብጣዕሚ ይረስን እሞ፣ ፓትሪክን ኣርትን ቀደም ቈልዑ እናሃለዉ ዝነበሮም ናይ ፍኹክር ስምዒት ዘኪሮም ፍሽኽሽኽ ክብሉ ይጅምሩ። ታሺ፣ ፓትሪክን ኣርትን ከምዚ ክጻወቱ ካብ ትርእዮም ነዊሕ ዓመታት ስለ ዝሓለፉ ብታሕጓስ ምምልካት ትቕጽል። ኣብ መወዳእታ፣ ፓትሪክን ኣርትን ንዛ ኩዕሶ ካብ ጸጋም ናብ የማን እናላግዑ መከራኣ ከብልዑዋ ድሕሪ ምጽናሕ፣ ከይሓሰብዎ ዘሊሎም ብምትሕቑቛፍ ከም ቀደሞም ዕርክነቶም ክውለድ ይጅምር። ታሺ፣ ሰብኣያ ኣርትን ውሽማኣ ፓትሪክን ከም ናይ ቁልዕነት ግዜኦም እንትስሕቑ እናረኣየት ብደስታ ክትዓብድ እናርኣየና ታሪኽና ኣብዚ ይዛዘም።